ሰላም ሰላም ፍትዋትን ክቡራትን ናይ ኣዱ ቲዩብ ቻናል ተኻታተልቲ ሎምውን ከምቲ ልሙድ ኣብ ሶሻል ሚድያ ኣዘራራቢ ዘሎ ዛዕባታት ሒዝና መጺእና ኣለና ንዚ ቻናል እዚ ሓደሽቲ እንተኾንኩም ሰብስክራይብ ምባር ከይትርስዑ ናይዚ ቻናል እዚ ቤተሰብ ተኾንኩም ድማ ላይክ ብምግባር ጀምርዎ እዚ ቪድዮ እዚ እስኪ ላብ መደብና ከብለኩም
ብርሃነ ይነበረ መጀመርያ ከመይ ኢሉ ተጀሚሩ ትጽምዶ ኣነ ክነግረኩም እየ ዝሓለፈ ነጊረኩም እየ ብደንብ ገይረ ንምድጋም ዝኣክል ሞሞር ንምስፋሕ ዝኣክል ብኣይ ወገን ብትግራይ ወገን ዘሎ ክነግረኩም እየ ብኤርትራ ወገን ከዓ ቪድዮ ኣላ ባዕሎም ተወርዋሪ ዝሰርሓ ዝተዛረበላ ንሳ ክጋብዘኩም እዩ ሕዚ ከመይ ተጀሚሩ እንተኢልኩም ሓደ ትግራዋይ ሓደ ትግራዋይ ተጋዳላይ ማለት ብዙሕ ኣስተዋፅኦ ዝገበረ ሰብ ኣብ ዝኾነት ቦታ ኮይኑ ተኣይድያ መፅያትሉ ትጽምዶ ቅድሚኡ ንሰርሖ ዝነበርና ንሕና ጽምዶ ይንወሎ ዋላ ምስ ኤርትራውያን ንሰርሖ ዝነበርና ካልኦት ማለት ንዓመታት ዝመጻናሉ ከም ዘሎ ኮይኑ ትጽምዶ እውን ሕወሓትን ሻዕብያን ጀሚሮሞ ነይሮም እንድዮም ዝብል እውን ክመጽእ ይኽእል እዩ ዝኽክል ኢኻ ሓቂ እዩ እዚኣ ግን ዝሓዚ ዝኒሃ ከመይ ተጀሚራ ዝብል ክነግር ብትግራይ ወገን ሓደ ጅግና ሓሳብ መፅያትሉ ከፍ ኢሉ ኣይ ኣብ ጭንቂ ስለ ዘለና ከበባ ክስበር ስለ ዘለዎ መራሕትና ትፀበኻ ስለ ዘይኾን ሓሳብ መፅሉ እታ ዝመፀትሉ ሓሳብ ምስ ኤርትራውያን ክላ ዝብልል ናብታ ሰንተር ኦፍ ዶክመንቴሽን ኢንቴሊጀንስ ገለ ትብል ዘላ ፔጅ ፌስቡክ ፔጅ ከይዱ ብትግራይ ወገን እዩ ዝነግረኩም ዘሎ ናብኣ ከይዱ ቁፅሪ ረኺቡ እንዳሞኮረ ቀንዩ ኣብዎ ድሕሪ ዝተወሰነ ግዜ ኣልዒልሉ ተወርዋሪ ዝበሃል ኣብዚ ሽሙ ይገልፅ ስለ ዘሎ እቲ ካሊእ ሽሙ ይፀናሕ ተወርዋሪ ዝበሃል ኣልዒልሉ ተዘራሪቦም ሕፅረልኩም እየ ጠርጢርዎት እውን እዚ ከዓት ዘሎ ኢገርነስ እኒ ይኸውን ደኾን ዝብል ከምዚኣ ገይሮም ተደዋዊሎም እቲ ጠርጢርዎ እሞ ዳሕራይ ክድውለልካ ኢልዎ ድሕሪ ዝተወሰነ ግዜ ተደዋዊሎም ቀስ እናበሉ እዚኦም እናተረዳድኡ እናተረዳድኡ ዝነበሮም ጥርጣረ እናራገፉ እናራገፉ መፅኦም ዋ እሞ ክንገብራ ንኽእል ኢና ናብ ዝብል ምስ መፁ ዳሕፀርናዮ ክንከድ ኢና ብትግራይ ወገን ከዓ እንታይ እዩ ተሰሪሑ ኤርትራ ወገን ከዓ እንታይ ነይሩ ኣብ ኤርትራ ከዓ ዝጨነቆም ከዓ መይሶም ዝሓስብዎ ዝነበሩ ኣወል ሜንሊ እንታይ ረኺቡ ማለት ባዕሉ ዝሰርሖ ተይኮነስ ተጋደልቲ ብኤርትራን ብትግራይን ወገን ዘለዉ ተጋደልቲ መናእሰይ ኣብ ማእኸል ከይዶም ከበሮ እቲኦም እቲኦም እቲኦም ከበሮ ሒዞም መፂኦም ዝብጥ ሓዲሮም ወለዲ ረኺቦሞ ኣዘዝቶም ከይቐፅዕዎም ነጊረኩም እየ ብቀዳማይ ክሕፅራ እየ እዚኣ ኣዘዝቶም ከይቐፅዕዎም ቶም ወለዲ ከይዶም ቦቲን ቦቲን ከይትቐጽዕዎም እዞም ደቅና እዚኦም ሰላም ከምጹልና እዮም እዚ ናይ ፈጣሪ ሓይሊ እዩ ኢሎም ኣዘዝቲ ምስ እመኑ ኣዘዝቲ እውን ኣፍ ኣፍ ልጓም ኮይኖም እንታይ እሞ ደኣ ክንገብር ኮይኑ ማለት እዚኣ ዝሰምዐ ኣወል ተር ኢሉ ናብኣ ከይዱ ነቲ ሓላፊ ረኺብዎ ብወገኑ ዘሎ እዚ ደኣ እሞ ዘይንሰርሓሉ ብሚድያ ኢልዎ በዚኣ ጀሚሩላ ኣወል ሕዚ እቲ ተወርዋሪ ኣወል እዚኣ ዝዓይነታ ምንቅስቃስ ዝገብር ይገብር ንዝነበረ ኣወል ረኺብዎ ኣሎ ኮምዚ እንተገበርና እንታይ ይሓይሽ ኢሎም መኺርዎ ኣሎ ብኣና ወገን ምስቱ ጀሚርዋ ዝብለኩም ዘለኹ ግዜ ዘመስግኖ ግዜ ዝሽልሞ ህዝቢ ምስ ፈለጦ ዕር ዝሽልሞ ወዲ ናይ መጀመርያ ካብ መጀመርያ ሀ ኢሉ ክጅምር ከሎ ዝፈልጣ ኣነ ባዕሉ ምስክረይ እዩ ሓቢርና ንሱ የማኽረኒ ኣነ የማኽሮ ካብቱ ተደራዲሩ ተዘራሪቡ ተዘራሪቡ ኣብቱ ንራኸብ እንደሞ ደኣ ናብ ዝብል ምስ መፀ ኣነ ይፈልጣ እየ ምስ መፀ ኣነ ይፈልጣ እየ ካሊእ እየ ይፈልጣ ብርሃነ የለን ኣውዚ ካሊእ ሰብ እውን የለን የለን እሞ እምበኣር ብኣና ወገን ኣወል ኣሎ ብኣኹም ተባሂሉ ምስ ተሓተተ ብኣኹም ወገን መን ነምጽእ ተባሂሉ ምስ ተሓተተ መን ከምጽእ ኢሉ ይሓስብ ነብርሃ ተኽሉ ተወዲ ብኣና ወገን ዘሎ እዩ ዝብለኩም ዘሎ ነብርሃ ተኽሉ ይሓቶ ብርሃ ተኽሉ ኦኬ ኢሉ ጸኒሑ ድሓር ግን ኣነ ናይ ፌደራል ሰራሕተኛ እየ ናይ ዓዲግራት ዩኒቨርስቲ መምህር እየ ደቀይ ከ ካሊእኸ ስርሐይ ከ ናብ ዝብል ሕቶ ምስ ኣምፀ እም ንርኣዮ ገለታት ምስ በለ ከምኡ ምስ በሎ ይጨንቆ ምክንያቱ ቦትኡ ብኣና ወገን ኣብርሃ ተኽሉ ኣሎ ብኣኹም ኣወል ኣብርሃ ተኽሉን ኣወልን ኢንተርቪው ይግበሩ ተባሂሉ ናብ ዝኾነ ቦታ ክመፁ ቦታ ይፅንሓልና ናብ ማእኸል ክመፁ ማለት ክራኸቡ ምስ ተገበረ ዝባን ገደና ምስ በፅሐት ወዲ ኣወል ኣብርሃ ተኽሉ እዚ ሕዚ ዝበልክዎ ይብል እቲ ብኣና ወገን ዝነበረ ጅግና ዝብለኩም ይጨንቁ ናበይ ደኣ እሞ ክኸድ እንተበለ ኣረጋይ እንተተባህለ ኣረጋይ ሕወሓት ዘይፈለጠት ኣይኾንን ከምዚ ይባዶ ከምዚ ይባዶ ይብል ሞመንዳ እንታይ ይገበር ተባሂሉ ሰለስተ ሰዓትን ገለን ገለ ደቃይቕን ንጽባሕ ንኽኸይድ ማለት እዩ። ሰለስተ ሰዓትን ገለን ምሸት እዩ ተነጊርዎ። ሰብ ምስ ተሳእነ ደሓር ሰብ ምስ ተሳ- ምስ ተሳ- ብርሃነ እስካዕ እዚ- እስካዕ እዚ ይፈልጥ ሰብ ምስ ተሳእነ እሞ እምበኣር እንታይ ደኣ እሞ ክንገብር ተባሂሉ ሓሳብ መፂሉ ዋ፣ እስኪ ክድውለሉ እዩ ደዊሉ ብርሃነ ከምዚኣ ከምዚኣ ኣላ ኣበይ ኢኻ እኒኻ ጎረቤት እዮም ፊት ንፊት እዩ እቲ ቀረባ ንቀረባ እዩ እቲ ቦትኦም ዝነብርሉ ደዊልሉ ንዓበል ኢልዎ ብቑምጣ ከይዱ ካልእ ተኣምር የብሉን ከይዱ ረኺብዎ ተራኺቦም ከምዚኣ ከምዚኣ ኣላ ክትከድሉ ዲኻ እወ ክኸድሉ እየ ይብሎ ንፅባሒታ ኣሳፊሩ ይሰዶ ማለት እዚኣ እታ ጉዳይ ብርሃነ እዚኣ እዩ ኣሳፊሩ ይሰድዎ እዚአን እዚአን እዚአን በሊኻ ተባሂሉ ኣብኡ መንጎ ምስ ዝኾነ ሰብ ኣራኺቡ ወይ እንታይ ክብል ከም ዘለዎ እንታይ ኢንተርቪው ክገብር ከም ዘለዎ ምስ ዝኾነ ሰብ ኣራኺብዎ ከይዱ ኢንተርቪው ገይሩ ኣኸለ ፅምዶ ዝበሃለ ይፈልጦን ብርሃነ ካብ መጀመሪኡ እንዳ ተማኻርና ዘምጻናዮ ንሕና ኢና እንተ ፈሊጥናዮ ኣብ ሚድያ ንዘለና ሰባት እንተ ኮይኑ ዝሰርሓ ሰብ ግን ሓደ ሰብ እዩ ታሪኽ ሰብ ግን ሓደ ሰብ እዩ ታሪኽ ዘምስግኖ ህዝቢ ትግራይ ዘምስግኖ ኣበይ እዩ ነይሩ ናይ ጽምዶ በዓል ዋና ከም ዝነበረ ሓላፊ ከም ዝነበረ ምሲል ኣነ ዘይፈልጦ ይብል እንታይ ኣፍሊጡካ ክትፈልጥ እቶም ዝፈልጡ እዮም ሰዲዶም ከዓ ኢንተርቪው ጌርካ ትምለስ ባስ ካልእ የብሉን ኣይነበሮን እቲ ቆልዓ ሕዚ እቲ ሰብ ኢንተርቪው ዝገበረ ንሱ ስለ ዝኾነ እቲ ቆልዓ ከዓ በቃ እንዶም ነገሩ ደሓን ትትረፈና እዛ ቀልዲ እዚኣ እምበር ቀልዲ እውን ኣላ ብግዚኡ ንዛረባ ዘለዎ ኢጎ ዝገርም እዩ በቃ ንሱ ወናኒኣ ኮይኑ ክኸይድ መኪሩ ሃተውተው ኢለው ሰሎ ሚድያ ከይዱ በቃ ኣስመራ ኣትየ ኩሉ ርእየ እየ ከምዚ ባዶ ከምዚ ባዶ ኢሉ ኣብኡ ድዩ ገይርዎ ኣይገበሮን ዳሕራይ ክንዛረቦ ኢና ፀገም የለን እታ ናይ ብርሃነ ግን እዚኣ ተወዲኡ ሰዲድዎ ኢንተርቪው ገይሩ መፁ እታ ናይ ብርሃነ ግን እዚኣ ተወዲኡ ሰዲድዎ ኢንተርቪው ገይሩ መፁ ካብኡ ንላዕሊ ዝፈልጦ ነገር ይብል ድሓር ደቂ ኣካለ ጉዛይ ዶ ሰራየ ዶ ከምዚ ዶ ኢሉ ኤርትራውያን ክፈላሊ ምስ ጀመረ ኣውፅልና ዝቆልዓ እዚኦም ኢሉ ከምኡ ዝባሃል ነገር የለን ምስሩ ከይትሰዱልና ጥዑይ ሰብ ስደዱ ኤም ኢሎም ንሶም ንርድኦም ኢና ትክክል እዩ ከምኣ ምስ በሉ ኣብ ናይ ሰንበል ተሪፉ ፈሪሑ ነቶም ቆልዑ ነቶም መብሽረ ዘጓየይዎ ድዩ ተሪፉ እዚኣ ስለ ዝበልዎ ድዩ ተሪፉ ትራንስፖርት ድየ ትሪፍዎ ብዘየግድስ ብርሃነ ዝፈልጦ ፅምዶ ምሽጥር የለን ሕዚ ምሽጥር ምስ እከለ ተራኺበ ምስ እከለ ሓላፊ ተራኺበ ጀነራላት ተራኺበ ይብል ሓሳዊ በልዎ የለን የለን ፍፁም የለን እዚኣ እያ እታ ናይ ብርሃነ ታሪክ ካብታ ትወዲ ዝሰደዶ ትወዲ ስለዚ ካብቲ ወዲ እዚ ንላዕሊ ፈልጣ እየ ዝብል ሰብ የለን እንተፈሊጥዋ ደድሕሪኡ ዝፈልጣ እየ ካሊእ ታሪክ ዘለዎ ሰብ ይምፃእ ኣነ እውን ኣይጀሃረላን እየ ዝብል ዘሎ ኣይጀሃረሉ ስርሐይ ይሰርሕ ሃይለ ስርሐይ ፍሉጥ እዩ ቀዲመ እውን ድሕሪኡ እውን ሰርሕ ኣለኹ እዛ ፅምዶ እዚኣ ክረዲት ዝወስድ ብትግራይ ወገን እንተሃልዩ ግን ካብ ሰብ እዚ ንላዕሊ የለን መዓዝ ኢና ክነውፆ ግዜ ከውፆ እዩ ጸገም የለን እዚኣ እታ ታሪኽ ኣነ ዘይፈልጦ ዶ ካብ መጀመርያ ቅድሚ ዝስራሕ ዝነበረ ኣሎ ዓሰርተ ክልተ ዶ ገለ ዶ ይብል ሓሶት ገለገሊኡ ኺድ እንተይተባህለ እውን ባዕሉ ስኢሉ ዝኸይ ዝኸደሉ ግዜ ነይሩ ከውፅሖ ከሎ ግን ስራሕ ሰሪሑ ብምሉእ ምሉእ ጨቢሉ ሰሪሑ ብመኪንኡ ኣውፅሒ ዝመፀ ሰብ እናሃለወስ ነዚ እኳ ክሬዲት ዘይትህብን ከም ዘሎ ውርደት የለን ባዕሎም ግን ክዛረብዎ ስለ ዝኾኑ እቶም ሻዕብያ እውን ተዛሪቦም እዮም ማለት ሕዚ ሕላፍ ዝኾኑ ይዝረብ ስለ ዘሎ ኣግባብ ኣይኮነን ኢሎም ተዛረብዎ ስለ ዘሎ ክነግረኩም እዩ እዚኣ እያ እታ ናይ ፅምዶ ኢለኩም ኣሎ ብርሃነ ካብዚ ወፃኢ ዝፈልጦ ናይ ፅምዶ ጉዳይ የለ ዝረኸቦ ጀነራል የለ ዝረኸቦ ሓላፊ የለ ሓሶት ንዝተወሰነ ገንዘብ ምእከቢ ንዝተወሰነ ዝና ምእከቢ ኢሉ ዘምፆ ግን ሃተውተው ናብ ምባል ሕዚ ተወሰነ ናይ ብደውካ ናይትሜር ነገር እንዳተረኣዮ ሃተውተው ይብለን ጌጋ እዩ ያቶም ኩሎም ጌጋ እዩ እቲ ካልኣይ
ኩለን ጣብያታት ኣንጻር ሰራዊትና ክስለፋ ኩለን ጣብያታት ሰራዊትና ከሳድዳ ፅዒሮም እዮም። ብዙሕ ሰሪሖም እዮም። ኣብ ዝኸኣልዎ እውን ህዝብን ሰራዊትን ከጋጭዉ ብዙሕ መኪሮም እዮም። እዚ ግን እቲ ህዝቢ መኪትዎ እዩ። ሰራዊትና ብዙሕ ፀገማት ከም ዘለዎ ይፍለጥ እዩ። ትግራይ ድኻ ስለ ዝኾነት ጥራሕ ኣይኮነን ብኩናት ሰንሰን ዝበለት ጀኖሳይድ ዝተፈጸመላ ኩለን መሰረተ ልምዓት ዝተቃጸላ ናይ መንግስቲ መሰረተ ልምዓት ጥራሕ ዘይኮናስ ናይ ህዝቢ መሰረተ ልምዓት ዘይኮናስ ኩሉ ትግራዋይ ኣጥሪዎ ዝነበረ ኩሉ ትግራዋይ ወጢንዎ ዝነበረ ሃፍቲ ኩሉ ወድሚ እዩ ተቃጺሉ እዩ ጀኖሳይድ ተፈጺምዎ እዩ ንድሕሪት መሊሶምና እዮም። ኣብዚ ድኽነት እዚ ኮይና ኢና ሕጂ እውን ህልውናና ንምርግጋፅ ከም ህዝቢ ሓደ ኮይና ንቃለስ ዘለና። ኣብዚ ድኽነት እዚ ኮይንካ ጠንካራ ሰራዊት ምህናፅ፣ ኣብዚ ሽግር እዚ ኮይንካ ሓያል ሰራዊት ምህናፅ ከቢድ እዩ ግን ህዝቢ ዝኣምነሉ ናይ ህዝቢ ዕላማ ሒዙ ናይ ህዝቢ ህልውና ንምርጋፅ እቲ ዝበልሐ ጫፍ ኮይነ ቅድሚት ተሰሊፉ ፀላእትና ዝምክት ሓይሊ ህዝቢ ጎኑ እንተኮይኑ ዘሎ ናይ ህዝቢ ዓቕሚ ኩሉ ህዝቢ ከዓ ንህልውንኡ ንምርግጋፅ ስለ ዝጥቀመሉ ሰራዊት ንምህናፅ ይከኣል እዩ። ንሕና ሰራዊት ንሃንጽ ክንዋጋእ ናይ ውግእ ድልየ ስለ ዘለና ኣይኮነን ወይ ጸጊብና ኣይኮነን ክነፍንግጥ ስለ ዝደለና ኣይኮነን ጥፍኡ ስለ ዝብልና ዘለዎ እዩ እዚ ድሽኩርና ኣይኮነ ፕሮፓጋንዳ ኣይኮነ ኣብ መሬት ዝግለጽ ሓቂ እዩ